መስቀል ዓዲ ከም ዝኣቲና ተረዳዲእና ነይርና ድሕሪ እሺ ከዓ ካልእ የለን ሓንቲ መዓልቲ ኣጥቕ ኣቢሉ ንዒሉኒ ከማን ኣይፈልጥን ከምዚ ከምዚ ኮይነ እየ እኮ ዘይመፃሁ ስደት ደንጉየ ይቕሬታ ተይለዮ ይርዳኒ እዩ ደሓን ኣጆኹ እዩ ዝብለኒ ነይሩ ኣነ ዳመዳም እየ ዘለኹ ቅርሺ ብኸመይ ይመፅእ ብደንቢ እየ ዝፈልጥ ተዝነግረኒ ነይሩ ኣብዚ ታይ ዘቕርብ ኣለኒ ነብሰይ ኣይመርከስክዋን ነይረ። ሰላም ሰላም ጽቡቓት ሰላምታ ኣይረሳዕ ኾነው ለለኹሞ ናይ እግዚኣብሔር ኣምላኽ ሰላምታ ምሳኻትኩም ይኹን። እምበኣር ከምቲ ልሙድ እዛ ቪድዮ ቅድሚ ምርኣይኩም ላይክ ሸር ብምግባር ምብርታዕኹም ኣይፈለየኒ ኣቱም ኣጋይሽ ንቻናለይ ኣጋይሽ ዝኾንኩም ደሞ ሰብስክራይብ ብምግባር ከምኡ ደሞ ናይ ደወል ምልክት ብምጽቃጥ ንቻናለይ ቤተሰብ ኩኑ ማለት እዩ። ዝዝለቀክዎ ቪድዮ ንኸመፀኩም እታ ናይ ደወል ምልክት ተፃንዋ ማለት እዩ እና ናይ ዶ መዓልቲ መደበይ ደሞ ከምቲ ትማል ሸር ኢለልኩም ነይረ ንእሽተን ፍርቂ ኣርእየኩም ነይረ እቲ ቪድዮ እውን ማለት እዩ ናይዚ ሓፍትና ዘጋጠማ ስርፕራይዝ ግበርለይ ኢላ ኣብ ዝለኣኸቶ ትፅበየኒ ድኻ ኣብ ዝብል ግጥምና ኣብ መፅሓፍ ቅዱስ እና ፎቶታት ናይ ስድራ ቤቱ ዝተፈላለዩ ነገር ህያብ ገይራ ሰርፕራይዝ ገርለይ ንፍቕረ ኢላ ኣብ ዝለኣኸቶ ማለት እዩ እና ንሱ እንታይ ኢሉ ክሕተት ከሎ ስደት ኣንዊሓ ንዒለ እየ ኣብያትኒ ከውለ ቆልዓ ከም ዝወለድኩ ነጊረያ እየ ኢልዋ ኢሉ ትማሊ ማለት እዩ ከምቲ ዝሰማዕኹሞ ዝሰማዕኹሞ ማለት እዩ እሱ ደሞ ቆልዓ ፀገም የውሊ ኢላ ካልኣይ ክትቅበሎ ከላ ንሱ ደሞ ምስታ ቆልዓ ዝወለደላ ስለለይ ትስማምዑ ላብ ካልእ እዩ ካልእ ኣፍቃሪት ሒዙ ማለት እዩ። ካብ ዝገርመኩም እካ እታ ኣፍቃሪቱ ድማ ኣብ ስዑዲ እያ ለላ ማለት እዩ እና ኣብ ስዑዲ ክልቲኤን ኣብ ስዑዲ ኮይነንሲ ልትያለኒ እኹ ልትያለኒ እኹ ላለሲ ልክልተ ደቂ ኣንስትዮ ኣሕዋትና እዩ ጎዲኡ ማለት እዩ። ምክንያቱ እዛ እየሩስ እያ ትበሃል እየሩሳለም እያ ትበሃል ብጣዕሚ እየ ለፍቅራ ልበላ ደሞ እንድሕር ሓፍተይ ትሰምዕ እንድሕር ተሊኺ ማለት እዩ ሕሰውሉ ንህይወት ክሲ ሕሰውሉ ማለት ተምሃርሉ ንዓኣ ኒእኹ እየ ላበለ ምሳኽ እንድሕር ድኣ ልዳወል ኮይኑ ያው ሓደ ነገርሲ ብለይኾነ ነገርሲ ኣይወፅን ላብ ሚድያ ብለይኾነ ዝኾነ ምክንያት ሒዙ እዩ ዝወፅእ ናብ ሚድያ ማለት እዩና ንዓኣ ከምቲ ንዓኣ ዝገበረኪ ንዓክለ ክገብረኪ ስለ ዝኽእል ሕሰቢ ማለት እዩ ሕሰቡሊኺ ሓፍትና ደሞ ኣጆኺ ማለት እዩ ኩሉ ነገርሲ ልፅቡቅ እካ እዩ ናትኪ ስለ ዘይኮነ እዩ ኣርሒቆልኪ እኒኦ ማለት ስለዚ ኣጆኺ ጠንክር በሊ ንዓኺ ዝበሎ ክስካብ ተረኽቢ ማለት እዩ ብዝኾነ ነገር ምክንያት እዩ ካብ ኣካል ዘርሕቆ ዝኾነ ሰብ ማለት እዩ እና ንሱ ደሞ ከምዚ ክገብር ኣይነበረ ንሕና ከም ዝሰማዕናዮ ስደትን ውሓይ ኢሉን ስደት ደሞ ንፍቕሪ ደሞ ስደት ኣይግድዎን ርሕቐት ኣይግድዎን መዓልቲ ኣይግድዎን ማለት እዩ እቲ ሓቀኛ ኣፍቃሪ እንድሕር ድኣ ዝኾይኑ ከምቲ ትማል ዝበልክዎ ማለት እዩና ብጣዕሚ እዩ ለሕዝን ኣብቲ ሎም መዓልቲ ኣብ ኮሜንት መልሲ ጽሒፋቶ ዘላ ደሞ ብጣዕሚ እዩ ልብኻ ዝሰብር ማለት እዩ ንሳ ኒላ ሃዲያ ውህብቶ ክትህብ ከላ ትጽበይ ንድኻ ዝብል ግጥሚ ክልእኸሉ ከላ እሱ ደሞ ደንጉያትኒያ ካልእ ኣፍቃሪት ኣላትንያ ይቅርታ ደሞ ይብል ማለት እዩ። ስለዚ ላፍቲ ናይ ሓፍትና መልሲ ዝሃወቶ ላብኡ ከብለኩም እየ። ንስኻትኩም ከዓ ሓሳብኩምን እቲ ሃናፂ ሓሳብኩምን ርእይቶኹምን ኣብ ኮሜንት ጸሓፉለይ ማለት እዩ። እሺ ናብቲ ናይታ ሓፍትና ዘበለቶ ዘቕመጠቶ መልእኽቲ ናብኡ ከንብበልኩም እየ ማለት እዩ። ቲቲ ቲቲ ማለት ኣነ እየ እቲ ሓቂ ክፅሕፍ እየ ኣንብብዎ ኣሕዋት ፕራንክ ወይ ድማ ፕራንክ ወይ ድራማ ትብሉ ዘለኹም ተትኾነለይ ደስ ምበለኒ ግን ኣይኮነን ካብ ክልተ ሽሒ ሸሞንተ ክስካብ ክልተ ሽሒ ዓሰርተ ሸሞንተ ብሓደ ከም ዘለናን ከም ዘለና እየ ዝፈልጥ ክስካብ እዛ ቪድዮ ትቕድሕ ምንም ዝፈልጦ ነገር ኣይነበረንን ባዕሉ ከማንሲ ብስርዓት ኣይነገረንን እዛ ሓፍቱ እያ መሊቕዋ ነጊራትኒ ሕጂ ሒዘያ ዝብላ ዘሎለ ኣብ ኮሜንት ዓለመ ኢላ ጽሒፋትሉ ርእየ መን እያ ዓለመይ ትብለካ ዘላ ኢለዮ ጀምዓ እያ ኢሉኒ ኣነ ይቀንእ ኣለኹ እየ ንምንታይ ከምኡ ትብለኻ ትብለካ ኢለዮ ብኮሜንት እማ ከይትቀንእ ኢሉኒ ኣረሳሲዕኒ ስደት እየ ዘለኹ ተሃስየ ኣብዛ ስደት መድሃኒ ኣለም ይቕርየኒ ተደባቢርና ኢና ኣይንዕልልን ነርና ዝብሎ ዘሎ ከዓ ኣልዕል ኣቢሉ እዩ ነዕልል ኔርና። ምንም ከም ዘይብሉ ነጻ ከም ዘሎ እዩ ዝነግረኒ ነይሩ። ንእሽቶን መሻርፍ ሒዘ ሕጂ መስቀል ዓዲ ከም ዝኣትና ኢና ተረዳዲእና ኔርና። ድሕሪ እሺ ከኣ ካልእ የለን። ሓንቲ መዓልቲ ኣጥቕ ኣቢሉ ንዒ ኢሉኒ ከማን ኣይፈልጥን። ከምዚ ከምዚ ኮይነ እየኮ ዘይመጻኹ ስደት ደንጉየ። ክብሎ ከለኹ ይቕሬታ ተይለዮ ይርድኣኒ እዩ ደሓን ኣጆኹ እዩ ዝብለኒ ዝብለኒ ነይሩ ኣነ ዳመዳም እየ ዘለኹ ቅርሺ ብኸመይ መፅእ ብደንብ እየ ዝፈልጥ ተዝነግረኒ ነይሩ ናብዚ ታይ ዘቕርብ ኣለኒ ነብሰይ ኣይመርከስክዋን ነብሰይ ኣይመርከስክዋን ነይረ ውላድ ደልዮ ውላድ ደልዩ ከይበሃል ወሊዱ፣ ሰበይቲ ደልዩ ከይበሃል ካማየ ተዓረብ ስደት ዘላ ሒዙ። ሕሰብዎ ሕሰብዎ እሞ ንዓይ ስደት እያ ዘላ ምጽባይ ነዊሕኒ እናበለስ ለለ ከዓ ኣብ ስደት ዘላ መሓዙ እየ ተገሪመ። ንዓይለ ብደንቢ ከም ዘፍቀረኒ ዝነበረ እየ ዝፈልጥ። ውሽጡ ለይፈልጦ እዩ ዘይፈልጡኒ ኣዕርኽቱ። ኣሕዋቱ ቤተሰቡ ዘይፈልጡን ኣዕርኽቱን ኣሕዋቱን ቤተሰቡ ኣይነበርን ኣይነበሩን እዮም። ንምንታይ ግን እናባዕሉ ክሽፍን ንዓይ ዘጸልመኒ ዝኸፍኣኒ ዘሎ ሓቂ ተናጊርካ ብሰላም ምፍልላይ ከሎ ጥዑም እመ ብርሃን ዶ ዘየላ ኮይና ተርእየኒ ደኣ ትኾን ዓሰርተ ዓመት ንዓይ ቀሊል ኣይኮነን ትብል ሓፍትና ማለት እዩ ኣብ ኮሜንት ዘቐመጠቶ መልእኽቲ እዩ እና ብጣዕሚ ልብኻ ዝሰብር እዩ በእውነት ሓምዚ ምሳኻ እኒኦኹ ይላልካ ናይ ደቂ ሰብ ልቢ ምስባር ብጣዕሚ እዩ ለሐዝን ማለት ሕሰቦማ ዓሰርተ ዓመት ማለት ቀሊል ኣይኮነን ምሳኽኒ እኹ ላበለ ደሞ ኣብዚ ዓዲ ዘላ ምስኣ ኣብ ዓዲ ዓረብ ኣፍቂረ ክብል ከሎሲ ዝፈትዋ ዘፍቅራ እኒኣትኒያ ክብል ተሎሲ ብጣዕሚ ልብኻ ዝሰብር እዩ ብእውነት ብጣዕሚ ማለት እዩ እና ኣጆኺ ሓፍተይ ልፅቡቅኪዩ ኩሉ ነገርሲ ልፅቡቅካዩ ኣጆኺ ክብለኪ ይደሊ ማለት እዩ ብእውነት እቲ ሕማቅ ነገር ከዓሲ ብቲ ሚድያ ክሰምዖ ከለኻ ብከምዚሲ ብጣዕሚኻ ልብኻ ልስበር እንድዒ ኣነ ከም ኣነ ብጣዕሚ እዩ ተሰሚዑኒ ማለት እዩ እሳ ከዓ ታይ ዓይነት ኣብ ምንታይ ዓይነት ስምዒት ከም ትኣቲ ሕሰብዎ ብቲ ናታ ቦታ ኮይንኩም ማለት ስለዚ ነዛ ሓፍትና ኣጆኹ ንበላ ዋላ ማለት ሲለለ እዩ ኣብ መብዛሕትኡ ግዜ ክንርኢ ከለና በቃ ዳርጋ ብከምዚ ኢኻ ቦነት ብስሩቲ ፍቅሪ ከ ኣሎ ድዩ ይብለካ ማለት እዩ። ብስሩቲ ፍቅሪ ሲ ኒኡ ድዩ ወላ ክትብል ይገብረካ ማለት እዩ። ብዙሓት ኣሕዋትና ሲ ኒኡኹየ ወይ ከዓ ኒኡኹየ ላወለቶ ወይ ላላ ይጸንሕ እሞ ኣብ መጨረሽኡ ምስ ካልእ ትረኽቦም ማለት እዩ እና እቲ ሓቀኛ ልፍቀረ ልቢ ከዓ ብጣዕሚ እዩ ልጉዳእ ማለት እዩ እና ክቡራት ኣሕዋተይ ከምዚ ተለይ ንገብር ይምረፅ ይብለኩም ማለት እዩ። እቲ ልምዓልቲ ነበረኒ መደብ እዚ ይመስል ማለት እዩ ክብራተይ እናቲ ፅቡቕ ሓሳብኩምን ኮሜንትኹምን ኣብ ኮሜንት ተቐምጡለይ ክቡራት ተኸታተልተይ ብኻልእ ክስካብ ንራኸብ ሰሰናይ ንዓኹም ባይ ባይ